ሰላም ኣምላኽ ንኣኻትኩም ይኹን ኣብ ርሑቕ ኣብ ቀረባ ኣብ ውሽጥን ኣብ ዓድን ንማዘር ሰማይ ትከታተሉ ዘለኹም ቅዱሳን እንኳዕ ናብ በዓል ትንሳኤ ኣብጽሓና በዓል ትንሳኤ ንኹለና መዓልቲ ሓጎስ ስለ ዝኾነ ንኹልኹም እንኳዕ ኣብጽሓና እናበልኩ ቃል ኣምላኽ ምሳይ ክንመሃር ኢና ብሓንሳብ ንጸሊ እግዚኣብሔር ኣምላኽናን ኣቦናን በየሱስ ክርስቶስ ስም ነመስግነካ ደጊምና ነዚ መዓልቲ እዚ ስለ ዘብጻሕካና ንባርኸካ በዚ መዓልቲ እዚ እግዚኣብሔር ኣቦይን ኣምላኸይን ናይቲ ሞትን ትንሳኤን ኢየሱስ ክርስቶስ ንኹሉ ሰብ ብሽራት ዝኾነ መልእኽትኻ ናብ ልቢ ኩሉ ሰብ ክበጽሕ ብእኡ ድማ ህይወት ክኾነሎም ይጽሊ ኣለኹ። ንዝሰምዓ ንዘበለ ኩሉ ልቦት ከፍተሉ እጽሊ ኣለኹ። ብስም እየሱስ ክርስቶስ ኣሜን። እግዚኣብሔር ይመስገን ደጊመ እንኳዕ ኣብቅዓኩም እናበልኩ ንኹሉ ሰብ መልእኽቲ ከብጽሕ ይደሊ። እግዚኣብሔር ይባርኽኩም መጽሓፍ ቅዱስና ኣብ ማቴዎስ ወንጌል ምዕራፍ ዕስራን ሸሞንተን ካብ ቁጽሪ ሓደ ጀሚርና ኣውጺና ቃል ኣምላኽ ክንካፈል ኢና ምሳይ ኮንኩም ከተንብቡ ይሓተኩም ማቴዎስ ዕስራን ሸሞንተን ካብ ቁጽሪ ሓደ ማቴዎስ ዕስራን ሸሞንተን ካብ ቁጽሪ ሓደ ከንብቦ እየ ብሽም የሱስ። ድሕሪ ሰንበት ወጋሕታ እታ ቀዳመይቲ መዓልቲ ሰሙን ማርያም በዓልቲ መግደላን እታ ካልኣይቲ ማርያምን መቓብር ክርእያ ወጻ። እንሆ ዓቢ ምንቅጥቃጥ ምድሪ ኮነ። መልኣኽ እግዚኣብሔር ካብ ሰማይ ወሪዱ ቅርብ ኢሉ ነቲ እምኒ ገልበጦ፣ ኣብ ልዕሊኡ ድማ ተቐመጠ። ትርኢቱ ከም በርቂ፣ ክዳኑ ድማ ጻዕዳ ከም በረድ'ዩ። እቶም ሓለውቲ ንዕኡ ፈሪሖም ራዕራዕ በሉ፣ ከም ዝሞተ'ውን ኰኑ። እቲ መልኣኽ መሊሱ ነተን ኣንስቲ በለን፣ ንስኻትክንሲ ነቲ እተሰቕለ የሱስ ትደልያ ከም ዘለኽን እፈልጥ ኣለኹ እሞ፣ ኣይትፍርሓ። ከምቲ ዝበሎ ተንሥኢ እሞ ኣብዚ የለን ነቲ ጐይታ ተነቢርዎ ዝነበረ ስፍራ ንዕራያ ቀልጢፍ ክንኪድ እሞ ካብ ምዉታት ከም ዝተንሥ ንደቀ መዛሙርቲ ንገርኦም እንሆ ናብ ገሊላ ክቕድመኩም እየ ኣብኡ ክርእየኩም እየ እንሆ ነገርኩኽን ኣሜን ካብቲ መቓብር ብብዙሕ ፍርሕን ብብዙሕ ሓጐስን ቀልጢፈን ከዳ እሞ ንደቀ መዛሙርትን ክነግሮ ጎየያ። ሎሚ ብምኽንያት እዚ ብሽራት እዚ፣ ብምኽንያት እዚ ሓጎስ እዚ ህይወት ዝኾነሉ ሰብ ኣሎ። መዓልቲ ትንሳኤ መዓልቲ ሓጎስ እዩ። መዓልቲ ትንሳኤ ሓጎስ ዝኾነሉ ግን፣ ንሞትን ንትንሳኤን ኢየሱስ ክርስቶስ ብልቡ ኣሚኑ ብኣፉ ድማ ንዝተኣመነ ሰብ እዩ ሕይወት ዝኾነሉ። በዓል ትንሳኤ ከተብዕሎ እንከለኻ እናተሓጎስካ ብርግጽ ናይ ትንሳኤ ተጠቃሚ ወይ ተረባሒ ኮይንካ ክትሕጎስ እንተኮይንካ መጀመርያ ኢየሱስ ክርስቶስ ከምዝተንስአ ብልብኻ ክትኣምን ኣለካ። ከይተንስኣ ኣይኮንናን ተንሲኡ ንብል ዘለና ምትንሳኡ ኣሚንና ህይወት ምንታን ክኸውን ኢሉ እዩ ንምንታይ ትንሳኤ ከም ዝኾነ እንተ ኣሚንካ እቲ ናይ መወዳእታ ክትገብሮ ዘለካ ነገር እንታይ እዩ ንዘይሰምዑ ምንጋር እዩ ንምንታይ መልኣኽ እግዚኣብሔር ቀዲሙ እንታይ ዝበለን ምስተንሰ እወ ንስኻትክን እቲ እተሰቕለ፣ ዝሞተ፣ ዝተቐብረ የሱስ ትደልያ ኣለኽን። ግናኸ እሱ ኣብዚ የለን፣ ተንሲኡ ኣሎ። ስለዚ እንታይ ግበራ? የሱስ ተንሲኡ እንተኾይኑ እንታይ ኮይኑ ኣሎ ማለት እዩ? ህይወት ኮይኑ ኣሎ። ንምንታይ? ትንሳኤን ህይወትን ኢየሱስ ስለ ዝኾነ። ለዚ ሞትን ትንሳኤን ኢየሱስ ክርስቶስ ንኹሉ ሰብ ሓጎስ እዩ። ንኹሉ ሰብ ሓጎስ እዩ። ንምንታይ ናይ ኩሉ ሰብ ናይ ምድሓን ተስፋ፣ ህይወት ናይ ምርካብ ተስፋ ኣብ ምንታይ ስለ ዘሎ እዩ? ናብ ትንሣኤ ኢየሱስ ስለ ዘሎ እዩ። ንምንታይ ህይወት ካብ ትንሣኤ እዩ ዝጅምር። ኢየሱስ ክርስቶስ ሞይቱ ኣይተረፈን ተሲኡ ኣሎ። ስለዚ ሎሚ ሎሚ ኣብ ኩለን ቦታ እንተ ርኢኹመን ኣብ ምውላድ የሱስ ክርስቶስ መልኣኽ ተገሊጹ። ሓደ መልኣኽ መጺኡ ነቲ ቦታ ነቲ ከባቢ ብርሃን ምስ ገበሮ እሱ ጥራይ ኣይኮነን ድንገት ድማ ጭፍራ ሰራዊት ኣምላኽ ምስቲ መልኣኽ ተጸንቢሮም እንታይ ኢሎም ሓጎስ እናበሉ ብሽራት እናበሉ ክዝምሩ ከለዉ እዮም ተራዮም። ንምንታይ? ምውላዱ ብሽራት ስለ ዝኾነ። ምውላዱ ጥራይ ኣይኮነን፣ ኣብ ትንሳኤኡ ድማ ዘሴም መልኣኽ ተገሊጹ። ዘሴም መልኣኽ ተገሊጹ ነቲ ትንሳኤ ከይንገር፣ ነቲ ትንሳኤ ከይፍለጥ፣ ነቲ ትንሳኤ ህያው ምዃኑ ምንታን ከይፍለጥ ዝኽልክል ዘበለ ዝኽውል ዘበለ ኣብ ቅድሚ ትንሳኤ፣ ኣብ ቅድሚ ብሽራት፣ ኣብ ቅድሚ መበሸርቲ ክጸንሕ ደው ክብል ስለ ዘይብሉ፣ መልኣኽ ባዕሉ ወሪዱ እንታይ ገበሮ እዩ? ነቲ እምኒ ገልበጦ እዩ ዝብል። ሎሚ ትንሳኤ ከም ዝኾነ፣ ህይወት ከም ዝኾነ፣ ብሞትን ብትንሳኤን የሱስ ክርስቶስ ን ርኢኹም ኣሚንኩም ምንታን ህይወት ከይኮነልኩም ኣብ ቅድሚኹም ዝጸንሕ ዘበለ ኩሉ ዓይነት ከልካሊ በየሱስ ስም ዝተገለበጠ ይኹን ሎሚ ኣብ በቤትኩም ኣብ ኣእምሮኹም ኣብ ሓሳብኩም ናይ የሱስ ክርስቶስ ትንሳኤን ሞትን ህይወትን ኖ ከይትፈልጡ እሞ ህይወት ከይኮነልኩም ዝኽልክል ዘበለ ዝግልብጥ መልኣኽ ክመጽእ ሎሚ ብቃሉ ምግልባጥ ክኸውን እዩ ብቃሉ ክግልበጥ ዘለዎ ክኽልከል ዘለዎ ክለዓል ዘለዎ ኣእማን ሎሚ ብቃሉ ክግልበጥ እዩ ሎሚ ቃል ዝመጸሉ ህይወት ክኾነሉ እዩ። ሎሚ ቃል ዝመጸሉ ትንሳኤ ረብሓ ተጠቃሚ ክኸውን እዩ። ለዚ ራእይዎ እቲ መልኣኽ ወሪዱ ነቲ እምኒ ዝገልበጦ ንየሱስ ክርስቶስ ኣይኮነን። የሱስ ክርስቶስ እምኒ ምስ ተገልበጠ ኣይኮነን ወፅዩ መቃብር ክፈቱለይ እምኒ ገልብጡለይ ከይበለ መግነዝ ፈትሑለይ ከይበለ የሱስ ክርስቶስ ተንስዩ የሱስ ተንሲኡ ክንሱ ግን ምትንስኡ ከይንገር ምትንስኡ ከይዝረብ ምትንስኡ ከይብሸር ዝደሊ ጸላኢ ስለ ዘሎ ካብ መጀመርያም ነቲ መቃብር ብናይ መንግስቲ ማሕተም ገይሩ ሓቲምዎ ምሕታሙ ጥራይ ከይኣኽሎ ድማሲ ብሓለውቲ ገይሩ ኣሐልይዎ ዋው ናትና ኣምላኽ ናትና ኢየሱስ ሞቱ ጥራይ ዘይኮነ ድሕሪ ሞቱ ከይተረፈስ መቓብሩ ዝተሓለወሉ የሱስ ጥራይ እዩ ንምንታይ ከም ዝትንስእ እንታይ ገይርሎ ተዛሪቡ ነይሩ እዩ እሞ ኢሉ ነይሩ እዩ እሞ ንምንታይ ትንሳኤ ተስፋ እዩ ትንሳኤ ብሽራት እዩ ብሞቱ ህይወት ዝኾነ መቓብሩ ዝተሓለወሉ መን ኣሎ እስከ መቓብሩ ዝተሓለወ ጻድቕ ይበልዎ መልኣኽ ይበልዎ ዝደለኹም በሉ ጸውዑ ናይ ብዙሓት ሃይማኖታት ሰረትቲ ዝኾኑ ናይ ብዙሓት እምነት መሰረት ዝኾኑ ናይ ሓዲኦም መቃብር ኣይተሓለወን ንምንታይ ንሶም ሞይቶም እዮም ተሪፎም ኣምላኽና ግን የሱስና ግን እንታይ ኮይኑ ኣሎ ሞይቱ ኣይተረፈን ተንስኡ ኣሎ ስለዚ ትንሳኤ ምንታን ክንገር መልኣኽ መጺኡ ሙላዱ ምንታን ክንገር መልኣኽ መጺኡ ነቲ ንምትንሳኤ ሪኦም ኣሚኖም ምንታን ከይነግሩ ነቶም መበሸርቲ ከልካሊ ዝኾነ ቀጽሪ ከልካሊ ዝኾነ እምኒ ከልካሊ ዝኾነ ከውሒ ግና ዝግልብጥ መልኣኽ ድማ መጺኡ እሱ ጥራይ ኣይኮነን፣ ኣብ ምውላዱ መልኣኽ መጺኡ፣ ኣብ ምትንስኡ መልኣኽ መጺኡ፣ ኣብ ምዕራጉ ድማ ኣብ ምድያቡ ድማ መልኣኽ መጺኡ። ኣብ ግብረ ሃዋርያት ምዕራፍ ሓደ ኣለኩም። ደበና ምስ ተቐበለቶ ኩሎም ልዕሊ ሓሙሽተ ሚእቲ ዝኾኑ ደቀ መዛሙርቲ ድማ ካብ ታሕቲ ንላዕሊ እናጠመቱ ደው ምስ በሉ መልኣኽ እግዚኣብሔር ተገሊጹ ኣቱም ሰብ ገሊላ እናበለ ክዛረብ ጀሚሩ። ስለምንታይ የዒንትኹም ከምዚ ኢልኩም ትጥምቱ ኣለኹም? እዚ ክድይብ ዝረኣኹሞ የሱስ the same Jesus ንሱ እንታይ ክም ተመሊሱ ክመጽእ እዩ። የሱስ ተመሊሱ ክመጽእ እዩ። ሪእኹሞ ዶ? እዘን ሰለስተ ፍጻሜታት ዓበይቲ ፍጻሜ ስለ ዝኾና ክንገር ስለ ዘለዎ ነገርቲ ድማ ከይዶም ምንታን ክነግሩ ንጓሶት ከይዱ ምውላዱ ከይድኩም ንገሩ ኪዱ ራእዩ እሞ ተግበሩ ነገሩ ተወሊዱ ምስ ዘምሩ ኪዱ ኢልዎም ትንሣኤ ድማ ስታይ ኢሉ ተቐቢሩ ክተርፍ ስለ ዘይብሉ መልኣኽ መፅዩ ምድያቡ ድማ ሲ ምምላሱ ክነግሩ ንምንታይ ኣብ ቲቶስ ምዕራፍ ክልተ ቁጽሪ ዓሰርተ ሓደ እንታይ ኣሎ ኣሎ? እቲ ብሩኽ ተስፋ ምግላጽ የሱስ ክርስቶስ እናተጸበና ብሩኽ ተስፋና ብለስድ ኣወር ብለስድ ሆፕ እንታይ እዩ? ምግላጽ የሱስ ክርስቶስ እዩ። ምምላስ የሱስ ክርስቶስ እዩ። የሱስ ዘይተንስአ እንተኾይኑ እ፣ ኣይምለስን እዩ። ዘይምለስ እንተኾይኑ ድማ ተስፋና ከንቱ እዩ። ስለዚ እምነትና ኣብ ትንሳኤን እ፣ ምምላስን የሱስ ክርስቶስን ዝተመስረተ እዩ። ሰብ ብልቡ ኣሚኑ ብኣፉ ተኣሚኑ ይድሕን ይብለና ኣብ ሮሜ ምዕራፍ 1 ቁፅሪ 9 ሰብ እንታይ ብልቡ እንታይ እዩ ዝኣምን የሱስ ክርስቶስ እንታይ ኮይኑ ተንስኡ ኣሎ ሎሚ የበሽረኩም ኣለኹ ሎሚ ነዚ ድምፂ እዚ ትሰምዑኒ ኣብ ዝተፈላለዩ ኣጋጣሚ ኮይንኩም በዚ ብምኽንያት በዓል ተብዕልዎ፣ ብምኽንያት ሓጎስ ተሐጎስዎ። ሎሚ ኢየሱስ ክርስቶስ ተንስዩ ኣሎ ኢልኩም እንተ ኣሚንኩም፣ ኢየሱስ ክርስቶስ ዝተንሰ ንምንታይ እዩ? ንጽድቅና እዩ። ሰብ ብልቡ ኣሚኑ ይጸድቕ። እንታይ ኣሚኑ? ኢየሱስ ካብ ሙታን ተንስዩ ኣሎ ኢሉ እንተ ኣሚኑ ይጸድቕ። ስለዚ ሎሚ ምናልባት በዓል ትንሳኤ ከተብዕሉ ትኽእሉ ኢኹም። ምናልባት ናይ ብንሳኤ በዓል እናበላዕኹም እናሰተዩ ክትሕጎሱ ትኽእሉ ኢኹም። ናይ ብሓቂ ሓጎስ ዝኾነልኩም ግን ናይ ብሓቂ ደስታ ዝተባረኸ ተስፋ ዝኾነልኩም ግን ኢየሱስ ክርስቶስ ንዓዩ ሞይቱ ኢልኩም ክትኣምኑ እንከለኹ እዩ። ኢየሱስ ክርስቶስ ዝሞተ ዝተንሰ ስለዩ ስለይ ሞይቱ ስለይ ተንስዩ ህይወት ክኾነልኩም ናይ ብሓቂ ሓጎስ ክኾነልኩም ምስቶም ናይ ብሓቂ ዝሕጎሱ ዘለዉ ምስቶም ናይ ብሓቂ ናይ ዘለኣለም ሓጎስ ረኺቦም ዘለዉ ናይ ብሓቂ ሓጎስ ክኾነልኩም እዚ በዓል እውን መዓልቲ ሓጎስ ክኾነልኩም እንተኾይኑ የሱስ ከም ዝሞተን ከም ዝተንሰን ብልብኹም እመኑ ምፍላጥ ጥራይ ኣይኮነን ዘድሊ እወ ንፈልጥ ኢና እወ ነብዕሎ ከማና ኖ ፈሊጥካ ምብዓል ዘይኮነ ኣሚንካ ምብዓል እዩ እንታይ ዝገብረካ ነቲ በዓል ንዓኻ ናይ ብዓቂ ሓጎስ ዝህበካ መን ኢኻ ሎሚ ትሰምዓኒ ዘለኻ ድንገት ኣይኮንካን ሰምዕ ዘለኻ ኣጋጣሚ ኣይኮንካን ሰምዕ ዘለኻ በዚ በዓል መሰረት እዚ በዚ በዓል ምኽንያት ብምግባር ሎሚ ብሽራት ይነግረኩም ኣለኹም ንምንታይ እዚ ትንሳኤ ድሕሪ ትንሳኤ መልኣኽ እንታይ ኢልዎም መልኣኽ እንታይ ኢልዎም ኪዳ ንገራ የሱስ ምስ መጸኸ መጺኡ ኣብ ቁጽሪ 28 ኣብ ዘሴም ቨርስ ኣብ ማቴዎስ 28 ቁጽሪ ዓሰርተ ቁፅሪ ዓሰርተ ሰለስተ ጀሚርና እንተሪእናዮ ከምቲ ዓንተቦይ ዝበልኩኹም ብለይቲ ደቂስና ከለና ደቀ መዛሙርቱ መጺኦም ሰሪቖሞ ኢልኩም ንገሩ እዚ ኣብቲ ሹም እንተተሰምዐ ንሕና ክንረድኦ ንዓኻትኩም እውን ከም ዘይትጉዩ ክንገብረኩም ኢና በልዎም እቲ ወርቂ ተቐቢሎም ከምታ ዝመሃርዎም ገበሩ። እዚ ዘረባ እዚ ኣብ ኣይሁድ ክሳዕ ሎሚ ይውረ ኣሎ። እንታይ ኢየሱስ ክርስቶስ ኣይተንሰን እንተልካ እንታይ ማለት እዩ? ተስፋ የለን ማለት እዩ። ምድሓን የለን ማለት እዩ። ስለዚ ራይዎ የሱስ ትንሳኤ ክንገር ይደሊ። ንምንታይ ብዙሓት ምንታን ክድሕኑ። ሰይጣን ድማ የሱስ ከም ዝተንሰ ክንገር ኣይደልን እዩ። የሱስ ተንስኡ ኣሎ ኢሉ እንተ ተነጊሩ ኩሉ ሰብ እንታይ ክኸውን እዩ? ብልቡ ክኣምን እዩ። ኩሉ ሰብ ኣሚኑ ማለት ድማ ናይ ዘለኣለም ህይወት ክረክብ እዩ። ስለዚ የሱስ ክርስቶስ ምስ ተንስአ ነቶም ደቀ መዛሙርቲ ነቶም ዓሰርተ ክልተ መጺኡሲ ዝነገሮም እንታይ እዩ? በዓል ማርያም መጺን የሱስ ተንስኡ ኣሎ ሰበይ መሃወስ መጺኦም የሱስ ተንስኡ ኣሎ ርኢናዮ ኢሎም ምስ ነገርዎም ኣይኣመኑን የሱስ ምስ መጸ እንታይ ዝገበረ ስለ ዘይኣመኑ ስለ ትሪ ልቦም ገኒሕዎም ገኒሕዎም ስለዚ እንታይ ትግበሩ ኣነ ተስእ ኣለኹ ኣብ ሰማይና ምድሪ ሙሉ ምልክን ስልጣንን ተዋሂብኒ ኣሎ ስለዚ ኪዱ እንታይ ግበሩ? የሱስ ተሲሎ ኢልኩም ብዛዕባ የሱስን ትንሳኤውን ስበኹ። ብልቡ ዝኣመነ ክጸድቕ እዩ፣ ብኣፉ ዝተኣመነ ድማ ክድሕን እዩ። እናመሃርኩም ደቀ መዛሙርተይ ግበሩለይ። ኣነ ዝተንሳእኹ ህይወት ምንታን ክኸውን እዩ። ስለዚ ናይ ትንሳኤ መሰኻኽር፣ ናይ ትንሳኤ መበሸርቲ ኮይንና ዝተለኣኽና ትንሳኤ ንብዙሓት እንታይ ስለ ዝኾነ እዩ? ብሽራት ስለ ዝኾነ እዩ። ሎሚ በዚ መዓልቲ እዚ ሓጎስ ክኾነልካ፣ ሎሚ በዚ መዓልቲ እዚ ህይወት ክኾነልካ፣ ሎሚ በዚ መዓልቲ እዚ ምድሓን ክኾነልካ፣ ምምላጥ ክኾነልካ፣ ሎሚ ነቲ የሱስ ከም ዝተንስአ ዝኽልክል መተንስኡ ድማ ንዓኻ ምዃኑ ዝሽፍን እምኒ በየሱስ ስም ገልበጥክዎ። ይገልበጥ ብሽም የሱስ ክርስቶስ። ንምንታይ ብዙሓት ብዛዕባ የሱስ ይዛረቡ እዮም፣ ብዛዕባ የሱስ ፊልም ይሰርሑ እዮም፣ ብዛዕባ የሱስ ነው ይዛረቡ እዮም። ክገርመኩም ብዛዕባ ስቃይ የሱስ ዝሰርሑ ኣክተራት ብምልኦም ምናልባት ርግጸኛ ኮይነ ክዛረብ ስለ ዘይክእል እምበር መብዛሕቶም ግን ኣመንቲ ይኮኑን መብዛሕቶም ግን ዝደሓኑ ይኮኑን ኢብን እዚ ሲን ዝበሃል ድሕሪ ድሕሪ መድረኽ ዝበሃል ነገር ናይ ፊልም ኣሰራርሓ ዝረአ ርኢኹም እንተኮይንኩም ሲ ኣብቲ መብረ ኣብቲ ናይ ሻሂ ግዜኦም ገሊኦም ሽጋራ ሰትዩ፣ ገሊኦም መስተ ሰትዩ፣ ገሊኦም ይላገጹ፣ ገሊኦም ይቃለሱ፣ ጽንዕ ኢሎም ድማ በቃ ፕሪቴንድ ይገብሩ። ናይ የሱስ ሞትን ትንሳኤን ግና ናይ የሱስ ናይ መስቀል ስቓይ ግና ከምዚ ብፊልም ትሰርሖ ወይ ድማ ክትሰቲ ጸኒሕካ ከተላግጥ ጸኒሕካ ድይብ ኢልካ ኣብ መስቀል ኮንካ እናበልካ ድራማ ትሰርሖ ኣይኮነን። የሱስ ክርስቶስ ንስቓይና ክወስዶ እንከሎ ንቓንዛና ክወስዶ እንከሎ ከምቲ ናታቶም ኣይኰነን። ኣብ ዮሃንስ ዓሰርተ ትሽዓተስ ብዛዕባ እቲ ጸማእኩ ክብል ከሎ ካብተን ዝተዛረበን ሸውዓተ ዘረባታትስ ሓንቲ እንታይ ጸማእኩ ዝበሎ እዩ። ጸማእኩ ክብል ከሎስ እንታይ ኢሉ? ቃንዛ በርቲዕዎ ናይ ውሽጡ ናንግዑ ብምሉኡ ክስታይ ኰይንዎሲ እንታይ ኮይኑ እዚ ጸማእኹ ጸማእኹ ክብል ከሎ ናይ ሮማውያን ድንጋጽ ናይ ሮማውያን ድንጋጽ እንታይ መጺጽ ምስታይ እዩ እቲ መጺጽ ድማ ካብ ሓሞት ካብ ከርበ ካብ ዝተፈላለየ ነገር ዝተሰርሐ እዩ ደንጊጾም እልካ ማለት እንታይ እዮም ዝህቡኻ ነቲ መጺጽ እዮም ዝህቡኻ እቲ መጺጽ ድማ እንታይ ዝገብር መሲልኩም ኣንስቴዥያ እዩ መደንዘዝ እዩ እቲ ዝመውት ሰብ እንተ ደንጊጾምሉ ነቲ ኣንስቴዥያ ይብዎ እሞ ብመዓልቲ ድሕሪ ሰለስተ መዓልቲ ብዘይ ቃንዛ ይመውት የሱስ ክርስቶስ ግን ጠዒሙ ስታይ ነቲ መጺጽ ምስ ጠዓመ ስታይ ገበሮ ኣይሰተይዎን እንታይ ኢለ ተፈጸመ ኢልዎ ኣነ ቃንዛኹም ዝወስዶ ብመደንዘዘ ተሓጊዘ ይኮንኩን ኣነ ስቃይኩም ዝወስዶ ከይተረዳኣኒ ይኮንኩን ኣነ ስቃይኩም ዝወስዶ ከይፈለጥኩ ይኮንኩን ብዘይ መደንዘዚ ቃንዛኻ ዝተወሰደልካ ሰብ ኢኻ ብሓቂ ንሱ ንቃንዛና ወሰዶ ንሕማምና ኣብ ነፍሱ ጻዕኖ ብስምብራት ቁስሉ ድማ ሓዌና ንሕና ሰላም ምንታን ክረክብ መውቃዕትናኡ ወደቐ ይብለና ሪኻዶ የሱስ ብቃንዛ ወይ ተደጊፉ ወይ ብኣንስተዥያ ወይ ደንዚዙ ወይ ከይተፈለጡ ኣይኮነን ቃንዛኻ ወሲድዎ እናተሳቀየ እናተቀንዘወ እዚ ምዃኑ ግን ምንታን ከይፍለጥ ዝጸቅጥ እምኒ፣ እዚ ምዃኑ ግን ምንታን ከይርድኣካ ዝሽፍን እምኒ፣ ኣምላኽ እዛ ዓለም እዚኣስ ሓሳብ ናይቶም ዘይኣምኑስ ኣዐወሮ፣ ንምንታይ ብገጽ የሱስ ምንታን ከይበርሃሎም፣ ብትንሳኤ የሱስ ብርሃን ከይኮነሎም። ትገርመኒ ቃል ኣላ ብዙሕ ግዜ ኣብ እምነት ክርስትና ትደጋገም። ኣብታ ናይ ትንሣኤ ለይቲ ክርስቶስ ካብ ምዉታን ተንስዩ በምንታይ ብዓብዪ ሓይልን ስልጣንን እንታይ ዳኣሉ ገይርዎ ንሰይጣን ኣሲርዎ ንኣዳምከ ሓራ ኣውፅዎ ሰላምን ፍስሃን ድማን ኮይንሉን ዝብል ንደግማ ቤተ ክርስትያን ምስከና ንብላ ቃላላ ክርስቶስ ተንሰ ሙታን እናበልና ንብሎ ማለት እዩ ክትርጎም ከሎ ግና ናይ የሱስ ሞትን ትንሣኤን እንታይ ኣለዎ በስልጣን እዩ ብዓብዪ ሓይሊ እዩ ንምንታይ እዩ ከምኡ ኮይኑ ንሰይጣን ኣሲሩ ንሰብ ሓራ ምንታን ከውፅእ ንሰብ ሓራ ምስ ወፅኸ እንታይ ክኾነሉ ፍስሃን ሰላምን እዩ ክኾነሉ ኮነ ፍስሃ ወሰላም ዝብል ኣብ መወዳእታ ሰላም እዩ ኮይንልና እዚ ኮነ ተባሂሉ ተፈፀመ ተባሂሉ ሰላም ዝኾነልና ካብ ምንታይ ኣሎ ከልካሊ ቐጽሪ ዘፍረሰ ሰላምና ዝኾነ ኢየሱስ ክርስቶስ ነዚ ከልካሊ ቐጽሪ ዘፍረሰ ሰላምና ኢየሱስ ከይንቕበሎ ምንታን ከይርዳና ምንታን ሕይወት ከይኮነና ምንታን ብርሃን ከይበርሃልና ዝኽልክል ከልካሊ ማሕተም ዘለዎ ከልካሊ ቐጽሪ ነዚ እንታይ ገይርዎ እዩ ገልቢጥዎ እዩ ሎሚ ድማ ዝግልብጥ መልእኽቲ ሒዘ መፅልኩም ኣለኹ ሎሚ ነዚ ኣፍሪሱ እ፣ ምስቲ እቲ ዝተንሰ ኢየሱስ ዘራኽብ ኣብቲ መቃብር ሲ እንታይ ጥራይ ነይሩ መግነዝ ጥራይ ነይሩ ስለምንታይ ነቲ ህያው ኣብ ማእኸል ምዉታት ትደልዩ ሱስ ተንስዩ ኣብዚ የለን ኢልዋን የሱስ ባዕሉ ተጓኒፍዎን ንምንታይ ኣውዕግሽግሽ ክብላ ኣብ መቓብርን ኣብ ምዉታትን ኣብ ዝሞቱ ሰባትን ናብ ዝሞቱ ነገራትን እናኸድካ ንየሱስ ከይትደልዮ ንምድሓን ከይትደልዮ ንትንሳኤ ከይትደልዮ ኣብዚ ኣይርከብን እዩ ትንሳኤ እቲ ዝተንሰ የሱስ እንታይ ኣለዎ ነቶም ምትንሱ ኣሚኖም ዝተቐበልዎ ንዕኦም እዩ ህይወት ዝኾነሎም ስለዚ ሎሚ ይነግረኩም ኣለኹ፣ ኣብ ዝሞቱ ሰባት ትንሳኤ የለን፣ ኣብ ዝሞቱ ሰባት ህይወት የለን፣ ኣብ ዝሞቱ ሰባት እንታይ የለን። ዝኾነ ይኹን ዝኾነ ሰብ እንተጸደቐ ንርእሱ ይጸድቕ፣ እንተጸበቐ ንርእሱ እዩ ዝጽብቕ። የሱስ ግን ስሌኻ እዩ ሞይቱ፣ የሱስ ግን ስሌኻ እዩ ተንስኡ፣ የሱስ ግን ህይወት ክኾነልካ እዩ ተንስኡ። ሎሚ የበሽረኩም ኣለኹ ኣመ ማን ኦፍ ጉድ ኒውስ ጽቡቕ ዜና ይነግረኩም ኣለኹ እንታይ ዝብል የሱስ ተንስኡ ኣሎ ኣብ ሮሜ ምዕራፍ ዓሰርተ ዘሎ ቃል ኬና ክንንብብ እንከለና ኣብ ሮሜ ምዕራፍ ዓሰርተ እንተኽኢልኩም ምሳይ ኣውፂኹም እንተተንብብዎ ደስ ብለኒ ዓዊልኩም ምሳይ እናንበብኩም እንተትብልዎ ምስ ትብልዎ ሽዑ ህይወት ክኾነልኩም እዩ ምስ ትብልዎ ሽዑ ሰላም ክኾነልኩም እዩ ንምንታይ ቃል ኣምላኽ ህያውን መስለጥን ስለ ዝኾነ ዝኣትወኩም ነገር ኣሎ ዝሓልፈኩም ነገር ኣሎ ምሳይ ኣንብብዎ እቲ ጽሑፍ ብኡ ዝኣምን ዘበለ ኣይሓፍርን እዩ ይብል እሞ ሰብ ብልቡ ኣሚኑ ይጸድቕ ብኣፉ ተኣሚኑ ይድሕን ስለዚ ብኣፍካ የሱስ ጐይታ ምዃኑ እንተ ነገርካ፣ ብልብኻውን ኣምላኽ ካብ ምዉታን ከም ዝተንስኦ እንተ ኣመንካ ክትድሕን ኢኻ። ማለት ነፍሲ ወከፍ ስም እግዚኣብሄር ዝጽውዕ ክድሕን እዩ። ንሱ ሓደ ጐይታ፣ ነቲ ዝጽውዖ ኩሎም ሃብታም እዩሞ ኣብ መንጎ ኣይሁድን ጽርኣውን ሌላን ጒሌላን የልቦን። ሰብ ብልቡ ኣሚኑ እንታይ ይገብር? ይጸድቕ። እንታይ እንተ ኣሚኑ? ኢየሱስ ክርስቶስ ካብ ምዉታን እንታይ ገይሩ እዩ? ተንስኡ እዩ። ዝተንሰ ድማ ንመን እዩ? ንዓይ እዩ። ሎሚ ኣብ ዝተፈላለየ ቦታ ኮይንኩም ኣብ ውሽጢ ሃገር ኣብ ርሑቕ ኣብ ብዙሕ ቦታ ኮይንኩም ነዚ ናይ በዓል መልእኽቲ ትሰምዑ ዘለኹም ሰባት ሎሚ ሓጎስኩም ምሉእ ምንታን ክኸውን ዘለኣለማዊ ዝኾነ ምድሓን ምንታን ክኾነልኩም፣ ምምላጥ ምንታን ክኾነልኩም፣ ህይወት ምንታን ክኾነልኩም፣ ነዚ ብዘይ መደንዘዚ ቃንዛኹም ዝወሰደ፣ ንሕማምኩም ዝወሰደ፣ ብቑስሉ ንምሕዋይ ዝኾነልኩም፣ ብትንሳኤኡ ዘለኣለም ህይወት ምምላጥ ዝኾነልኩም፣ ሰላም ዝኾነልኩም ሰባት ሎሚ ህይወት ምንታን ክትረኽቡ ሎሚ ኣጋጠሚ ኮንኩም ንሰምዑኒ ዘለኹም ህይወት ምእንታን ክኾነልኩም እዩ ንምንታይ ኣብ ሮሜ ምዕራፍ ዓሰርተ ምዕራፍ ሓሙሽተ ቁፅሪ ዓሰርተ ክልተ ድማ ከምዚ ዝብል ቃል ኣሎ ኣብ እንታይ ዝብል ቃል ኣሎ ብሰሪ ሓደ ሰብኣይ እንታይ ኮነ እዩ ዝብል ሓጢኣት ናብ ዓለም ኣተወ ብሓጢኣቶም ሞት ኩላቶም ስለ ዝበደሉ ድማ ሞት ናብ ኩሎም ሓለፈ ግና ካብ ኣዳም ጀሚሩ ክሳብ ሙሴ ሞት ኣብ ማዕረ ኣበሳ ኣዳም ዘይገበሩ ሰልጠነ ኣዳምሲ ምስሊ እቲ ዝመጽእ እዩ እቲ ውህበት ጸጋ ኣምላኽ ግና እንታይ እዩ ክንዲ እቲ ኣበሳ ዝገበረ ኣይኮነን እንታይ ደኣሉ ብኣበሳ ሓደ ሰብኣይ ብዙሓት እንታይ ኮይኖም ሞይቶም እዮም እቲ ጸጋ ኣምላኽ ወህበ ጸጋን በቲ ሓደ ሰብኣይ ማለት ኢየሱስ ክርስቶስ ናብ ብዙሓት እምብዛ ይዓዝዝ። ኣሜን። ይኸዶ ብሓደ ሰብኣይ ሓጢኣት፣ ብሓደ ሰብኣይ ድማ ጽድቂ፣ ብሓደ ሰብኣይ ሞት፣ ብሓደ ሰብኣይ ድማ ትንሣኤ። ኣብ ቀዳማይ ቆሮንቶስ ዓሰርተ ሓሙሽተ ድማ ዘሴም ከምኡ ዝብል ቃል ኣሎ። ኬድኩም ኣው እንተርኢኹሞ ብሓደ ሰብኣይ ሞት መጹ፣ ብሓደ ሰብኣይ ድማ ትንሣኤ ሞይቱ። ስለዚ በቲ ሞት ዝመጸ ሞት እንተ ወሪስና በቲ ትንሳኤ ዝመጸሉ ድማ ትንሳኤ ምንታን ክንወርስ ካብ ኣዳም ሓጢኣት ከም ዝወረስና ካብ የሱስ ድማ ጽድቂ ንውረስ ስለዚ ሞት ዝወረስናዮ ዝተቐበልናዮ እንተኾይኑ ጽድቂ ድማ ሰሪሕና ነምጽኦ ክኸውን ኣይክእልን እዩ ህይወት ድማ ብግብርና ዝመጽእ ነገር ክኸውን ኣይክእልን እዩ እንታይ ደኣሉ ብሰሪ ሓደ ሰብኣይ ሓጢኣት ብሰሪ ሓደ ሰብኣይ ድማ ጽድቂ መጺኡ። ስለዚ ኣቱም ብግብርኹም ክትጸድቁ እትደልዩ እምበኣር ከ የሱስ ንከንቱ እዩ ሞይቱ? ኖ የሱስ ንከንቱ ኣይሞተን። የሱስ ከም ዝሞተን ከም ዝተንሰን ኣሚንና እንተኾይንና ዋው ኣሚንና እንተኾይንና እቶም ብኡ ዝደቀሱ ድማ ምንታይ ክኾኑ እዮም? ምስኡ ክመፁ እዮም። ናይ ትንሳኤ ተስፋ፣ እቲ ብሩኽ ተስፋ ናይቲ ዕዙዝ ኣምላኽና ምምጽኡ እናተጸበና፣ ነቶም ብእኡ ዝኣመኑ ዘበለ ዅሉ ምስኡ ኽመጹ እዮም። ስለዚ ዘለኣለም ህይወት ክኾነልኩም ምምላጥ ክኾነልኩም ሎሚ ናይ ህይወት ዕድመ ናይ ምድሓን ዕድመ ናይ በረኸት ዕድመ የቕርበልኩም ኣለኹ። መን ኢኻ ሎሚ ትሰምዓኒ ዘለኻ? ብርግጽ የሱስ ካብ ምዉታን ተንሲኡ ኣሎ፣ ንሰብ ድማ ካብ ሞት ናብ ህይወት ምስጋር ኰይንሉ ኣሎ፣ ሰላም ኰይንሉ ኣሎ፣ ዕረፍቲ ዀይንሉ ኣሎ፣ ብምኽንያት ሞትን ትንሳኤን የሱስ ክርስቶስ። ናይ የሱስ ክርስቶስ ሞትን ትንሳኤ ብመስዋእቲ ዝተፈጸመ እዩ። የሱስ እንተ ዘይሞይቱ ህይወት ኣይከውንን'ዩ። ህይወት ዝኸውን መዓስ እዩ? እቲ ዝሞተ ኢየሱስ ከም ዝተንሰ ክትኣምን እንከለኻ እዩ። ስለዚ ሰብ ብልቡ ኣሚኑ እንታይ ይገብር እዩ? ይጸድቕ እዩ። ብኣፉ ተኣሚኑ ድማ ይድሕን እዩ ስለ ዝብል ቃል ኣምላኽ ሎሚ ናይ ፍቕሪ ዕድመ ከቕርበልኩም። ኢየሱስ ምስ ተንሰ ንደቀ መዛሙርቱ ኪዱ ነዚ ንገሩ እንታይ ዶ ኪዱ ነዚ ንገሩ ንማርያም እንታይ ኢልዋ ኪዲ ንኣሕዋተይ እንታይ ግበርዮ ተንስኡ ኣሎ ኢልኩም ንገርዮ ኣበሽርዮም ኢልዎ ምስ መፀ ድማ ንደቀ መዛሙር እንታይ ኢልዎ ኪዱ ንካልኦት ድማ እንታይ ግበሩ ከም ዝሞትኩ ጥራይ ኣይኮነን ከም ዝተንሳእኩ ድማ ንገሩ ከም ዝምለስ ድማ ንገሩ ነቶም ብኣይ ዝኣመኑ እንታይ ክገብሮም እየ ክምለሰ ክወስዶም እየ ኣብቲ ኣነ ዘለኹዎ ምንታን ክኾኑ ስፍራ የዳልወሎም ኣለኹ ኢሉ ስለዚ ሎሚ ኣብ ዝተዳለወልኩም ስፍራ ምንታን ክትኣትዉ ኣብቲ ውዱእ ስራሕ ኢየሱስ ክርስቶስ ኣቲኹም ብክርስቶስ ኢየሱስ ጻድቃን ምንታን ክትኮኑ ህይወት ምንታን ክኾነልኩም ብግብርኹም ክትጸድቁ ብግብርኹም ክትድሕኑ እትደኽሙ ዘለኹም ሎሚ ህይወት ምንታን ክኾነልኩም ጽድቂ ኣምላኽ ጽድቅኹም ኮይኑ ጽድቂ ምንታን ክቑጸረልኩም በቲ ኣዳም ዝተቆጸረልና ሓጢኣት ሓጥእ እንተኾይንና ብዝቁጸረልና ጽድቂ ድማ ጻድቃን ምንታን ክንከውን የሱስ ክርስቶስ ናይ ጽድቂ መዐቀኒ ኮይኑ መጺ ኣሎ። መደምደምታ ሕጊ ንጽድቂ የሱስ ክርስቶስ እዩ ስለ ዝብል ስለዚ ኣምላኽ መስገን ሎሚ ብሽራተይ እንታይ እዩ እምኒ ተላዒሉ እንታይ ክኸውን ምንታን እዩ ብርሃን ምንታን ክኣትወኩም እዩ እሱ ድማ እንታይ ዝብለ ብልብኻ ኢየሱስ ክርስቶስ ካብ ምዉታን ከም ዝተንሰ እንታሚንካ ክጸድቕ ኢኻ ዝብል ብርሃን የሱስ ተንስኡ ኣሎ የሱስ ተንስኡ ኣሎ የሱስ ተንስኡ ኣሎ እዚ ብሽራት እዚ ይነግረኩም ኣለኹ ለዚ ሎሚ ነዛ ሓጻር ጸሎት ምሳይ ብምጽላይ ነቲ ከቢድ ዋጋ ዝተኸፍሎ ረዚን ዋጋ የሱስ ክርስቶስ ንዓይ ኢልኩም እንተተቐቢልኩሞ ህይወት ክኾነልኩም እዩ ሎሚ እስከ ምናልባት ነዚ ክትርእዩ እንከለኹም ምብላዕ ኣብ ምስታይ ምዝንጋዕ ክትህሉ ትኽእሉ ኢኹም ወይ ኣብ መንገዲ ወይ ኣብ ዝተፈላለየ ቦታ ወይ ኣብ ሆስፒታል ወይ ኣብ ኣኼባ ወይ ኣብ መንገዲ ወይ ኣብ ማኪና ኣብ ዝተፈላለየ ቦታ ኣብ ዝሃለኹም ሃልዩ ነዚ ሓጻር ጸሎት ብምጽላይ ነቲ ረዚን ዋጋ ዝተኸፍሎ ነቲ ከቢድ ዋጋ ዝተኸፍሎ ህይወት ምንታን ክኾነልኩም ከም ዘለኹም ዄንኩም ዝጥዕመኩም የዳውኩም ኣልዒልኩም ዘይጥዕመኩም ከም ዘለኹም ዄንኩም ብልብኹም ግና ኣብ ቅድሚ ኣምላኽ ብርክኽ ኢልኩም ልብኹም ይንበርከኽ እስከ፣ ልብኹም የዳው የልዕል እስከ ንእግዚኣብሄር። ሎሚ ተማረኽሉ እስከ፣ ሎሚ ኢድኩም ሃብዎ። ነዛ ሓላፊት ህይወት እንተ ሂብኩሞ፣ ነቲ ዘይሓልፍ ህይወት ምንታን ክህበኩም? ነዚ ጠፋኢ ሂብኩም፣ ንዘይጠፍእ ምንታን ክትወርሱ? ሎሚ ንየሱስ ናብ ልብኹም ዓድምዎ። ብሓቂ በግብርኻ ዝሕጠ ከም ዘይኮነ ብግብርኻ እውን ኣይጸደቐን እዩ ስለዚ የሱስ ክርስቶስ ህይወት ኮይኑ መጺልኩም ኣሎ ሎሚ ነዚ ሓጻር ጸሎት ምሳይ ብምጽላይ ናይ ዘለኣለም ህይወት ወረስቲ ምእንታን ክትኮኑ ብፍቕሪ ኣምላኽ ይዕድመኩም ንጸሊ። ኣብዛ ኣለኹም ሃሊኹም ብልብኹም ናብ እግዚኣብሔር ተመለሱ የሱስ ክርስቶስ ሕይወት ክኹነልኩም። ኣነ ነቲ ጸሎት ክመርሓኩም እየ ምሳይ ብምጽላይ ሕይወት ምንታን ክኾነልኩም እግዚኣብሔር ኣምላኽ የመስግነካ ኣለኹ። ብምሕረት ጼርካ ሎሚ ዝድሕነሉ ቃል ክሰምዕ ስለ ዝገበርካኒ ይባርኸካ ኣለኹ። ብርግጽ እስኻ ከም ዝሞትካን ከም ዝተንሳእኻን ይኣምን ኣለኹ። ሞትካን ትንሳኤኻን ድማ ንዓይ ምዃኑ ይእመን ኣለኹ። ኣነ ሓጢኣተኛ እየ። ደም ወድኻ ስለ ሓጢኣተይ ይፈሲሱ ስለ ህይወተይ ድማ ተንስዩ። ስለዚ ብደምካ ሕጸበኒ። ካብ ሓጢኣተይ ኣጽርየኒ ከም ውሉድካ ተቐበለኒ በየሱስ ክርስቶስ ስም ከም ዝተንሳእካን ከም ዝኣመንካን ብልበይ ኣሚነ ብኣፈይ ጎይታ ምዃንካ ይምስክር ኣለኹ ከም ውሉድካ ስለ ዝተቐበልካኒ የመስግነካ። ኣሜን ሎሚ ነዚ ጸሎት እዚ ምዛይ ዝጸለኹም ሰባት እንኳዕ ናብ መንግስቲ ኣምላኽ ብሰላም ብደሓንን መጻኹም። ኣዚኹም ተሓጎሱ፣ ንርእስኹም ኣጣቕዑላ፣ ዕልል በሉ፣ ባህ ይበልኩም። ንምንታይ ነቲ ከቢድ ዋጋ ዝተኸፍሎ በዛ ሓጻር ትመስል ሒደት እትመስል ግናኸ ናይ ዘለኣለም ህይወት ናይ ምእታው መፍትሕ ዝኾነት ጸሎት ብልብኻ ኣሚንካ ብኣፍካ እንተተኣሚንካ ትድሕን ዝብል ኣብ ህይወትኩም ስለ ዝተፈጸመ ሎሚ እንተትሞቱ ናብ መንግስቲ ኣምላኽ እትዋት ኢኹም ወረስቲ መንግስቲ ኣምላኽ ኮንኩም ኢኹም ስለዚ ክተሐጎስ ትኽእሉ ኢኹም ሎሚ ነዚ ጸሎት እዚ ዝጸለኹም ሎሚ ነዚ በዓል እናተሓጎስኩም ከተብዕልዎ ሙሉ መሰል ኣለኩም ሕጋውያን ኣብዓልቲ ኢኹም ሎሚ ዘይሕጋውያን ኣብ ዓልቲ ኣለዉ ከይተንስኣሎም ተንስእልና ዝብሉ ከይተንስኣሎም ዝበልዑ ዝሰትዩ ግናኸ እንታይ እዩ እንቶም ዝተንስኣልና እቶም ህይወት ዝኾነልና ሎሚ እዩ ሕጋዊ መንገዲ ከተብዕልዎ ትኽእሉ ኢኹም ብሓቂ ድማ ሓጎስ ክኾነልኩም እዩ ውሽጥኹም ዝፈጠር ሓጎስ ናይ ዘለዓለም ሓጎስ ክኸውን እዩ በየሱስ ክርስቶስ ስም እስኻትኩም ብሩኻት ኢኹም ኣብ ገገዛኹም ርሑስ በዓል ምላኽ ይባርኽኩም ተባረኹ